እብራውያን ምዕራፍ ዓሰርተ ክልተ ንኺድ እሞ ካብኡ ኣንቢብና ቅድስና ዝብል ሓፂር ክንካፈል ኢና እብርና ኣምላኽ ይኹን በበይኑ እዩ ዝመስለና ግን ሓደ ቶፒክ ወይ ሓደ ኣርእስቲ ዝዛረብ ምዕራፍ እዩ ንሰብ እብራውያን ክፀሓፈሎም ከሎ እዞም እብራውያን ኣብዚ ዘለዉ ናይ ብሉይ ኪዳን ሰባት ኣይኮኑን እብራውያን ደኣ ይኹን እምበር እቶም ቅዱሳን እቶም ኣመንቲ እቶም ዳግም ዝተወልዱ ብማሕተም መንፈስ ዝተሓትሙ ከማይን ከማኻትኩም ዘመርቲ ኣገልገልቲ ሰበኽቲ ቅዱሳን እዮም ኣብዚ ቦታ እዚ ሕጂ ንብዛዕባ ኣቦታቶም ኣብ ዘበን ሙሴ ዝነበረ ይነግሮም ብዛዕባ ኣባና ኣብ ሓድሽ ኪዳን ዘሎ ድማ ፈልዩ ይዛረቦም ኣሎ። ነዚ ቃል እዚ ክጅምር ከሎ ግን እንታይ ኢሉ ይጅምር? ብዘይ ቅድስና ሓደ እኳ ንእግዚኣብሔር ዝርእዮ የለን። ስለዚ ንቅድስናን ንሰላም ምስ ኩሉ ሰብን ሰዓብዎ ይብለና። ኣብኡ እቲ ሓሳብ ዝከኣለኩም እንተኾይኑ ብኣኹም ዝመጸሲ ንኹሉ ሰብ ምስ ኩሉ ሰብ ብሰላም ንበሩ እዩ ዝብል ኣብቲ ካልእ ጽሑፍ እንተሪኢኹሞ ዝከኣል እንተኾይኑ ክብለና ከሎ ዓቕምኹም ዝፈቐዶ ብኣኹም ዝመጸ ብዝከኣል መጠን ምስ ዝኾነ ብኣኹም ዝመጸ ምኽንያት ክህሉ የብሉን ምስ ኩሉ ሰብ ብሰላም ንበሩ እዩ ዝብለና ክብሪ ንኣምላኽ ይኹን ስለዚ እዚኦም ሰባት እዚኦም ብብዙሕ መንገዲ ሕውስውስ ስለ ዝበሉ በቲ ካልእ መንገዲ ምስ ኣይሁዳውያን በቲ ኣቦታቶምን ስለ ዝኣተው በቲ ድማ ምስ ዓለም በቲ ድማ ክርስትና ሓውሸም ስለ ዝኸዱ ፈልዩ ከርእዮም ምእንቲ ካብ መጀመርታ ናይ እብራውያን መፅሓፍ ተሪኢኹሞ ከመይ እንዳ ገበረ እዩ ንክርስቶስ እንዳ ጉልሐ እዩ ኣምጺሎም ድሕሪኡ ድማ ናብ ህይወቶም ይኣቱ ማለት እዩ ክብሪ ንኣምላኽ ይኹን ብመጀመርታ ብዛዕባ እቲ ቅድስና ዝብል ነቲ ዘንበብኩ ዓንተበይ ከነምፅ እንድሕር ኮይኑ ቅድስና ማለት ምፍላይ ማለት እዩ ካብ ሕማቅ ካብ ክፉእ ነገር ምፍላይ ማለት እዩ ብካልእ ኣዘራርባ ድማ በቲ ሓደ ገጹ ድማ ንኣምላኽ ጥራይ ምዃን ማለት እዩ ኣብቲ መንፈሳዊ እንድሕር መጺና ምፍላይ ማለት እዩ ካብ ኩሉ ርኹስ ነገር ምፍላይ ማለት እዩ እንድሕር ኣጸቢቕና ኣስፊሕናዮ ከኣ ንእግዚኣብሄር ጥራይ ምዃን ብዘካ ኣምላኽ ካልእ ዘይውንነካ ምዃን ምስ እግዚኣብሄር ጥራይ ምጥባቕ ናይ ኣምላኽ ጥራይ ምዃን እዚኣ ድማ ንሕና ከይበልናዮ ጎይታ ባዕሉ ገይርዋ እዩ ናይ ኣምላኽ የስ ክንበል ቀዲስኒ እዩ ጎይታ ክብሪ ንኣምላኽ ይኹን ኣብቲ ቅድስና ክብለና ከሎ ብዛዕባ ማና ሰለስተ ደረጃታት ኣለዎ ሓደ መጀመርታ ቅጽበታዊ ቅድስና ይብለና ተዓንተ ወይ ዘንበብናዮ ቅጽበታዊ ቅድስና ይብለና ክርስቶስ ቅድስናና እዩ ንሕና ካብ ዜሮ ኣይኮናን ቅድስና ንምሃር ወይ ተቐደሱ ዝብለና መጽሓፍ ቅዱስ ከምዚ ናይ ብሉይ ኪዳን ትእዛዝ ጥራይ ኣይኮነን ሓደ ነገር ምስ ገበረ እዩ ቅድም ክርስቶስ ወዱ ብየሱስ ክርስቶስ ቀዲስና እዩ የሕዋተይ ሕጂ ሎሚ ንመሃሮ ነቲ ዝኾንናዮ ምርዳእን ከምኡ ከምቲ ዝኾንናዮ ምንባርን። ሕጽር ብዝበለ ቀልጢፈ ክገልጾ ማንነትናን ናብራናን ምትዕራቕ እዩ ዘርእየና ሕጂ ሎም መዓልቲ። ማንነትናን ናብራናን እቲ ብክርስቶስ ዝኾንናዮን እቲ ንሕና ኣክቲ ንኸዶን ንዕኡ ምስምማዕ ንዕኡ ምዕራቕ ንዕኡ ከመይ ገይሩ ተሰማሚዑ ይኸይድ ስለዚ ገለ ነገር ስለ ዘሎ ኣይኮነን ዝዛረብ ጎይታ ክዛረበና ስለ ዝደለየ እዩ ክፍትሸና ስለ ዝደለየ እዩ ምስ ሓመምና ጥራይ ኣይኮናን ዶክተር ንኸይ ቶም ኣስተውዓልቲ ሽላዋት ቸክ ክንገብር ንኸይድና ገለገለ እሞ ኣብ ሰለስተ ወርሒ ኣብ ክንዲዚ ዕድመ ምስ ኮንካስ ኣብ ክንዲዚ ኣብ ክንዲዚ ዕድመ ምስ ኮንካ ኣብ ክንዲዚ ከኣት መፅዩሎ ሕጂ ንምንታይ ተልኩምኒ ገለ ዘይትፈልጦ ነገር ገለ ዘይረኣኻዮ ነገር ሕማም ኣብ ደምካ ወይ ኣብ ጅማትካ ወይ ኣብ ሒቆኻ ወይ ኣብ ዓጽምኻ ከይህሉሲ ብሓቂ በታ ኣኳ ሒዛካ ለላ ካርድ ገርካ ኩሉ ሻዕ ኣብ ሰለስተ ወርሒ ከይድካ ቸክ ግበር ንብሉ ኢና ምሽ ሓቀይ ኣዴታት ተኾንክን ኣንስቲ ኣብቲ ናይ ኣንስቲ ከይድክን ቸክ ትገብራ ስቂልክን ዋላ ሓንቲ ከይኮንክን ሰብኡት ተኾነ ኩላህና ኣብቲ እንተኣሽሙ ንኸይድ እ ሰላም ምስ ኮነ ተሓጉስና ንገዛና ናተሓቕና ናተሓጎስና ንመጽእ ቀደም ክንከይድ ከለና ናብቲ ሕክምና እውን ገለ ተሰሚዕና ኣይኮንና ንኸይድ መጽሓፍ ቅዱስ ድማ ኩሉ ግዜ ናብ ዶክተር መንፈስ ቅዱስ ናብቲ ዶክተር ዝኾነ ጎይታ ናብቲ ቃሉ ዝኾነ ጎይታ ኩሉ ግዜ ርእስና ክንርኢ ከምቲ ጎይታ እንታይ ማለትና ኢና ናብ ዶክተር ንኸይድ ከምቲ ዝኾንክዎ ጥዑይ ኮይነ ድኾን ይህሉ ብጥዕናይ ደኾን ይህሉ? ከምቲ ጐይታ ዝፈጠሮ ኣካላተይሲ ጥዑይ ደኾን ይህሉ? ኢልና ኢና ቸክ ንገብር። ምስ ሓመምና እሞ ተረዲእና እንድዩ። ልክዕ ኣብዚ ድማ ኩሉ ግዜ ብዛዕባ ቅድስና ድዩ ብዛዕባ ካልእ ነገር ንጽህና ክንመሃር ከለና ገለ ስለ ዘሎ ዘይኮነ እቲ ቀንዲ መንፈሳውነት ኩሉ ግዜ ርእስና ናብ መንፈስ ቅዱስ ከነምጽኦ ሎማዓልቲ ይፈልጥ እየ ዋላ ሓደ ሰብ መስትያት ከይረኣዮ መፅኡ ተልዩ ምናልባሽ ተሃዊኹ እንድዒ ኣይፈልጥን እምበር ዳርጋ ቴስዓ ፐርሰንቲ ኣብ መስትያት ኣርፊድና ኣለና ቴስዓ ፐርሰንት ብዘይ ሓሶት ኣብ መስትያት በፂሕና ኣለና እቶም ቁሩብ ፀጉርኹም ድወሓደኩም ፅፅቕጥ ኣባ ኣቢልኩም መፂኹም ኣለኹም ሜክኣብ ጌርና መፂና ኣሎና ወይ ገለ ኣቢልና መፂና ኣለና ኩላትና ነዚ ባዲ እዚ ነዚ ስጋ እዚ ከነጸብቆ ኣብ መስትያት ኣርፊድና መጺና ሎሚ ድማ መንፈስ ቅዱስ ኣብዚ መስትያት ቃሉ እዚ ከሪኤና ኣምጺእና ኣሎ መንፈስና በዚ ቃሉ እዚ ቸክ ክንገብር መጺና ኣሎና በቲ ሓደ መስትያትና እዩ በቲ ሓደ ዶክተርና እዩ ሕማም ተለና ክፍውሰና እዩ ገለ ነገር ተለና ድማ ከጽርየና ምእንቲ እዩ ክብሪ ንኣምላኽ ይኹን ስለዚ ቅድስና ቅድም እቲ ቅጽበታዊ ቅድስና እዩ ዝነግረና መጽሓፍ ቅዱስ ኩላትና እዚ ድማ ጎይታናን መድሓና የሱስ ክንቅበል ከለና ሓጢኣተኛታት ኢና ነርና ርኹሳት ኢና ነርና ጸላእቱ ኢና ነርና ምዉታት ኢና ነርና ልክዕ ጎይታ ተቐበልናሉ ሰዓት ኣብ ቀዳማይ ቆሮንቶስ ምዕራፍ ሽዱሽተ ካብ ትሽዓተ ስጋብ ዓሰርተ ሓደ ኣለና ኣብ ዓሰርተ ሓደ ምስ በፅሕ እንታይ ኢሉ ንስኻትኩም ከምዚኣቶም ነርኩም ኢልና ኣብኡ ዘመውቲ ጠቂሹ ኣሎ፣ ሰረቅቲ ጠቂሹ ኣሎ፣ ሓሰውቲ ጠቂሹ ኣሎ፣ ሓመይቲ ጠቂሹ ኣሎ፣ ጽጋዕ ግብረ ሰዶም ጠቂሹ። ድሕሪኡ ኣብ ፍቅዲ ዓሰርተ ክበጽሕ ከሎ እንታይ ኢሉ ኩ ገሌኹም ድማ ከምዚኣቶም ኔርኩም ምስ በለ ኣብ ዓሰርተ ሓደ ምስ በጽሐ ሽዑ እንታይ ኢልና ሕጂ ግን ኢሉ ብመንፈስ ኣምላኽናን እ ብስም የሱስን ተሓጺብኩም ተቐድሽኩም ጸዲቕኩም ኣሎኹም ኢልና እዚ ቅጽበታዊ ቅድስና ኢድና ዘይተወሰኾ ገለ ነገር ነገር ዘይተወሰኾ ጥራይ ምስ ተረታዕና ሕራይ ምስ በልና ሽዑን ሽዑን ቀዲስና ቅዱሳን ኢሉ ከዓ ይፅዋዓና ኣብቶም ቅዱሳን ድማ የእቲና ሽምና ኣብ መዝገብ ህይወት ጽሒፍዎ ስለዚ ንቆሮንቶስ ምስ ኩሉ ጋዕ ገልጠሞም ናብ ቅዱሳን ቆሮንቶስ ኢሉ ዝጸሓፈሎም ክብሪ ንኣምላኽ ይኹን። ደጊሙ ድማ ኣብ ዕብራውያን ምዕራፍ ዓሰርተ ኸኣ ብዛዕባ ክርስቶስ ስጋ ለብሹ ምምጽኡ ካብ ፍቕዲ ሓሙሽተ ምዕራፍ ዓሰርተ ክዛረብ ከሎ እንሆ ፍቓድካ ክገብር መጻኹ ኣብቲ መጽሓፍ ብዛዕባይ ተጻሒፉ እዩ ብመስዋእትታት ኣባጊዕ ደስ ኣይበለካን ኢሉ ብፍቓዱ ርእሱ ምስ ሃበ ኢልና በዚ ሓንሳእ ብፍቓዱ ርእሱ ዝሃቦ ከዓ ኩላትና ሓንሳእና ሓዋሩ ተቐድሽና ኣሎና ሕዝዋ ጽቡይ ገርኩም ተቀድሽና ኣሎና ከኣ ኢልና እዚ ኩሉ እዚ ጎይታ ቁዱሳት ከም ዝገበረና እዚ ምርዳእ የድልየና የሕዋተይ ብዛዕባ ኣብ ጉዕዞ ክርስትናና ክንከይድ ተደኣ ኮይኑ መጀመርታ እቲ ክርስቶስ ዝገበሮ ኣብ ህይወትና ክርዳኣና ክኽእል ኣለዎ ቀዲስና ጎይታ ጽድቅና ኮይኑ ስለዚ እንታይ ኢልና ሓንሳእ በቲ ሓንሳእ ዝተኸፍለ መስዋእቲ ክርስቶስ ተቀዲስና ኣሎና ኢልና ክብርና ኣምላኽ ይኹን ኣብ ዝደንበብናዮ ቀዳማይ ቆሮንቶስ ምዕራፍ ሓደ ድማ እንታይ ኢልና ከዓ ንስኻትኩም ከዓ ትምካሕ ብእግዚኣብሔር ይመካሕ ምስ በለ ካብቲ ጽድቅን ቅድስናን ምድሓንን ጥበብን ዝኾነልኩም ክርስቶስ ኢኹም ኢልና ክርስቶስ ቅድስናኹም እዩ ማለት እዩ ክርስቶስ ጽድቅኹም እዩ ክርስቶስ ምድሓንኩም እዩ ተወዲኡ እሞ እዚ ጎይታ ዝገበረ ኢና ኢና ኢና ኢና ኢና ኣብ ዝተወረድኩ ሕጂ ጽቡቕ እዩ እንታይ ኢና ቅዱሳን ኢና ንምንታይ እየ ናብዚ ዝጸቅጥ ዘለኹ መስለኩም ነቲ ኣብ ናብራና ክንገብሮ ዝግብኣና ነገር ክንገብር ክንመሃር ከለና ብዙሕ ግዜ ርእስና ስለ ነድንን ካብ ዜሮ ኮይኑ ስለ ዝስምዓና ርእስና እናኸሰስና ስለ ንኸይድ እቲ ጎይታ ዝገበሮ ባይታ እንድሕር ተረኣይና ግን ደስ እዩ ዝብለና ክብርና ኣምላኽ ንዓና መልክዕና ኣብቲ ጎይታ ዝገበረና ኮይንና ክንመላለስ ከለና እዩ ስለዚ ክደግሞ እየ ማንነትና እዩ እዚ ሕጂ ዝረኣናዮ ብመንፈስ ኣምላኽን ብስም የሱስ ክርስቶስን ተቀድስኩም ጸዲቅኩም ማንነትና እዩ ኣነ ብመንፈስ ኣምላኽ ተቀደስኩ ሰብ እየ ብመንፈስ ኣምላኽ ዝጸደቅኩ ሰብ እየ ብመንፈስ ኣምላኽ ዝደሓንኩ ሰብ እየ ክርስቶስ ጽድቂ እዩ ክርስቶስ ቅድስና እዩ ኣብ እብራውያን ከይዱ ከዓ ንሓዋሩ በቲ ሓንሳእ ብፍቃዱ ዝተሰውአ ጎይታ ሓንሳእ ተቀዲስኩም ኣለኹም ኢልና ክብርና ኣምላኽ ይኹን ክብሪ ንኣምላኽ ይኹን እዚ ምስ በለ ደኣ ከመይ ኢሉ መልሹ ናብ እብራውያን መጺኡ ብዚ ሓደ እኳ ብዘይ ቅድስና ንኣምላኽ ዝሪኦ የለን ይብለና እዚ ድማ ናበይ ይመጽእ ናብቲ ዝሰዓብ ቅድስና ዝሰዓብ ማለት ሓደ መራሒ ኣለካ ወይ ሓደ ዝጀመርካዮ መንገዲ ኣሎ ማለት እዩ እስኻ የናይ እቲ ቅጽበታዊ ቅዱስና ክርስቶስ ዘልበሰና ዝኾናዮ ኩነት ንሱ ናብ ሓደ ነገር የብጽሓና እዩ ናብ ገጽ የሱስ ክርስቶስ የብጽሓና እዩ ናብ ፍጹም ዝኾነ ወዲ ኣምላኽ ናብዚ ዝረኣናዮም ናይ እብራውያን ኣብ ታሕታይ ደለዉ ናብኡ ስጋዕ ንበጽሕ መንፈስና ጥራይ እዩ ተቐዱስ እዩ ዘሎ ስለዚ ኣብቲ ዝሰዓብ ቅድስና ማለት ልክዕ ንዕኡ ነቲ ቅድስና እቲ ኣብ ናብራ ህይወትና ብቃሉ ብጸሎት ብሕብረት ኣሕዋት ብምሕረት ብፍቕሪ ብቕሬታ ብዝኾነ ይኹን ነቲ ኣምላኽ ዝገበረና ነቲ ጎይታ ብጎይታ ኮይንናዮ ዘለና ንዕኡ ምስኡ ዘይቃዶ ነገር ከይጠብቀና ኣብቲ ቃል ከምኡ ኢሉ ኣሎ ነቲ ዝጠብቀኩም እንታይ ኢሉ ጀሚሩ ካብ ፍቕዲ ሓደ መሲልኩም ኣብዚ ክንዲ ብክንዲ ዝኣክል ደበና ምስክር ተኸቢብና ከሎናሲ ነቲ ዝጠብቀና እናርሓቕና ኢልና ኣሎ ከምኡ ኢሉ ይዛረብ ስለዚ ዝጠብቀና ማለት ካባና ዝወፀ ማለት ኣይኮነን ካባና ዝወፀ ርኢናዮ ኢና ኣምላኽ ቀዲስና እዩ ቅዱሳት ኢና ካባና ዝወፀ ውሽጥና ኣምላኽ ፃድቃን ገይርና እዩ ውሽጥና ድሑናት ገይርና እዩ። ሓደስቲ ፍጥረት ገይርና እዩ። ብክርስቶስ ዘሎ ንሱ ሓዱሽ ፍጥረት እዩ ኢልና እዩ። ሕጂ ነዚኦም እንታይ ይብሎም ኣሎ? ነቲ ክጸብቀኩም ዝደሊ ሓጢኣት ኣርሕቁ ኢለ ይጸብቀካ እየ። ኣብዛ ዓለም እዚኣ ኢና ዘሎና። ኩሉ ግዜ እንድሕር ዘይንጥንቀቕ ኮይንና እቲ ጎይታ ዝገበረና ኮይኑ ክነብር ኩሉ ግዜ ናርእስና ክንርኢ ደለና። ኣብ ዶሮና እንዳተመላለስካ እግረይ ዶሮና ኣይጽየቕን እዩ ክትብል ኣይትኽእልን ኢኻ ክትሓጽቦ እዩ ዘለካ ከይድካ ኣብ ገዛኻ ክትነግፎ እዩ ዘለካ ኣብዚ ዓለም እዚኣ ድማ ርኽስቲ እያ እዛ ዓለም እዚኣ ብኩሉ ማሕበራዊ ናብራና ርእስና እንድሕር ዘይንቸክ ዘይንገብር ኮይንና ክንዕምፆ ተደይደሊና ነቲ ሕልናና ክንጸቕጦ ተደልየልና ኩሉ ግዜ ጥንቃቐ የድልየና እዩ። ሓንቲ እያ እታ ጥንቃቄና፣ እቲ ጎይታ ዝሃበና ቅድስና ከይባላሾ፣ እቲ ጎይታ ዝሃበና ጽድቂ ከይረስሕ፣ እቲ ጎይታ ዝሃበና ምድሓን ኣብ ከምዚ ከይከውን ምእንቲ። ምክንያቱ ሓደ መዓልቲ ክርስቶስ ክመጽእ እዩ ገጹ ድማ ክንርኢ ኢና ስለዚ እቲ ሳልሳይ ፍጹም ቅድስና ዝብሎ በቲ ዝሰዓብ ቅድስና እናተጓዓዝና ምስ ከድና ፊት ንፊት ገጹ ምስ ረኣና ድሕሪኡ ተቐደሱ ዝበሃል ነገር የለን ከም ዝግበሩ ነገር የለን ንዕኡ ክንመስል ኢና እዩ ዝብለና ፊት ንፊት ክንሪኦ ኢና ንዕኡ ክንመስል ኢና ናይ እግዚኣብሔር ዕላማ ሓንቲያ ዕላማ ኣሕዋተይ ክንድሕን ከለና ንወዱ ነቲ ሓደ ወዱ የሱስ ክርስቶስ ክንመስል ምእንቲ ንሓደ ንሓደ ክንመስል ኢቭን ንጳውሎስ ክንመስል ኣይኮነን ጳውሎስ ባዕሉ ከምዚ እዩ ኣመልኪቱ ከምቲ ኣነ ንክርስቶስ ዝመሰልክዎ እ ንስኻትኩም ድማ ከማይ ኩኑ የማስልኩም ንዓይ ምሰሉ ክብል ከሎ ንዓይ ኣነ ርኣያኹም እየ ክብል ከሎ ኣነ ንክርስቶስ መስል ኣለኹ እሞ ሰዓቡ እዩ ዝብል ዘሎ ኣብ ሮሜ ምዕራፍ ሸሞንተ ክዛረብ ከሎ ዕስራን ትሽዓተን ከዓ ክርስቶስ የሱስ ከም በኹሪ ኮይኑ ነቶም ቀደም ዝፈለጦም ንዓኣቶም ከዓ ነቲ ሓደ ወዱ ነቲ በኹር ክመስል ምእንቲ ክመስሉ ምእንቲ መደቦም ኢልና ምስልና ንክርስቶስ ክንመስል ይሕዋተይ ስለዚ እቲ ምስልና ንክርስቶስ ንርዶ ኢና ኣብዚ ከለና ኣብ ጉዕዞና ንርድኦ ኢና፣ ከመይ ንዑ እናመሰልኩዶ ይኸይድ ኣለኹ? ኣብዚ ተኣኪብና ክንሰግድ ከለና ኣብ ደገ ዝመሰልናዮ ምስሊ ሒጅና ኢና ንመጽእ፣ ኣብ ደገ ዘንጸባርቕናዮ ሒጅና ኢና ኣብዚ ንእከብ፣ ኣብ ደገ እንታይ ንመስል በይንና ኢና እኳ ፋሕ ንብል፣ ምናልባሽ ገለ ገለ ክንራኸብ ንኽእል ኢና፣ ፋሕ ኢና ንብል፣ ኣብ ኩሉ ኢና ተዘሪና። ኣብኡ እንታይ እንመስል ንውዕል ኣለና፣ ኣብኡ እንታይ እንመስል ንዛረብ፣ ኣብዚ ምስ መጻና ነቲ ምስሊ እቲ ሒዝና ኢና ኣብዚ ንርከብ። ክብሪ ንኣምላኽ ይኹን። ስለዚ እቲ ታርጌት ናይ እግዚኣብሄር ቅድሚ ምስራት ዓለም ክፈልጠና ከሎ ንወዱ ክንመስል፣ እቲ ንወዱ ምምሳል ድማ መዓሰይ ጀሚሩ ብህይወትና ካብታ ዝደሓናላ መዓልቲ እቲ ምምሳል ንወዱ ንየሱስ ክርስቶስ እቲ ስራሕ ኣባና እንዳተተግበረ እዩ ዘሎ። ሽዑ እዩ ጀሚሩ። ገሌና ነዊሕ ዓመት ጸኒሕና እንክውን እንዳተሰራሕና ንወዱ እናመሰልና ኣካይዳና ንወዱ እናመሰለ ኣተሓሳስባና ንወዱ እናመሰለ ኣዛርባና ንወዱ እናመሰለ ኣብ ማእኸል ጸለማት ዘለዉ ሰባት ንወዱ እናመሰልና ስለዚ ቅድስና እቲ ድሰዓብ ንወዱ እናመሰልካ ምምልላስ ማለት እዩ ወድሎ ኣብ ውሽጥኻ ንሱ ቦኽሪ ኩላህና ንሕና ኣሕዋቱ ነቲ ዓቢ ሓውና ጎይታናን ኣምላኽናን እዩ መድሓኒና በቲ ሓደ ድማ ቦኽሪ ሓውና ኮይኑ ንዕኡ እናመሰልና ክንጓዓዝ ምእንቲ እዩ ጎይታ እግዚኣብሄር ቅድሚ ብስራት ዓለም መዲብና ንወዱ ክመስሉ ኢልና ዘሎ ክብሪ ንኣምላኽ ይኹን ስለዚ እዚ ምዕራፍ እዚ እንታይ እዩ ድብል ዘሎ? ስለዚ ምስ ኩሉ ሰብ ዝከኣለኩም ብዝተኻእለኩም መጠን ምስ ኩሉ ሰብ ብሰላም ንበሩ፣ ንቅድስና ከኣ ሰዓብዋ። ሳ ወዲኣ ኣለኹ፣ ንሰላም ከኣ ንበሩ ኢልና። ሓደ ንቅድስናና ዘባላሽዎ ሰላም ዘይምህላው እዩ። ምስ ኩሉ ሰብ ሰላም ዘይምህላው፣ ምስ ንሓድሕድካ ሰላም ዘይምህላው ሓደ ካብቲ ንቅድስናና ዘባላሹ ቂምታ ኢልዎ ኣለዉ ዝኾነ ይኹን መሪር ሱር ቦቒሉ ካብ ጸጋ ዘጉድሎ ከይህሉ ኢልና ዓሰርተ ሓሙሽተ ሓደ እኳ ካብ ጸጋ ኣምላኽ ከይጎድል ንብዙሓት ዘርክስ ገለ መሪር ሱር ቦቒሉ ከየጨንቐኩም ተጠንቀቑ። ተመልከቱ፣ ቅዱሳን ምዃንና ርኢና ኣሎና፣ ጻድቃን ምዃንና ርኢና ኣሎና፣ ንጎይታ ክንመስል ከም ተጸዋዕና ርኢና ኣሎና። ነቲ ቅድስናን ነቲ ሰላምን እንድሕር ዘይሰዓብናዮ ቀስ እናበለ ካብ ጸጋ ዘጉድል ንነፍስና ዘጨንቓ ኣብ ህይወትና ሱር እናሰደደ እዩ ዝኸይድ እንተዘመርና ኣይንጥብሮ ዝገበርና እንተገበርና ኣይንጥብሮን ካብ ጸጋ ዘጉድል ከይተጠንቆቕ ኢልና ይበቁል እዩ ቀስ እናበለ ብደገ እዩ ግን ድመፅእ ካባኻ ኣይኮነን ስኻ ቅዱስ ኢኻ ስኻ ፃድቕ ኢኻ ስኻ ክርስቶስ ይባኻ ዘሎ ሓድሽ ፍጥረት ኢኻ ብደገ እዩ ዝጠብቀካ ይዓይበልካዮን ኡሽ ኣይበልካዮን ኣይፀረካዮን ኣይገናሕኻዮን ኣይተቃወምካዮን ስፍራ ይረክብ ቸክ ኣብ ህይወትና ኣሕዋት ጎይታ ክግለጽ እዩ ክመጽእ እዩ ንኡ መሲልና ክንርአ ኣሎና ክንረኽቦ ፊት ንፊት እሱ ምስ ተገልጸስ መንቲ ከይንሓፍር ሕጂ ብኡ ንንበር ኢልና ኣሎ ዮሃንስ መልእኽቲ ክብርና ኣምላኽ ይኹን ክርስትና ጥዑም መዓስ እዩ ተኢልኩምኒ ከምቲ ማንነትካ ክትነብር ከለኻ እዩ ጥዑም ክርስትና ጥዑም ክርስትና ከምቲ ማንነትካ ከምቲ ጎይታ ዝገበሮ ከምቲ ዘብቅዓካ ከምቲ ገይርዎ ዘሎ ጎይታ ከምኡ ክትነብር ከለኻ እዩ ጥዑም ክብሪ ንኣምላኽ ይኹን ስለዚ እዚኦም መረርትስ እንታይ እዮም ቂምታ ፅልኢ ባእሲ ምስ ግርም ይብለኩም ምስ ኩሉ ሰብ ኪልና ኣሎ እንተ ተኻኢሉ ብኣኹም ዝመጸ ንስኻ ኣይትገብሮን ኢኻ፣ ብኣኻ ዝመጸ ግን ምሉእ ክኸውን ኣሎ ይብለና ኣሎ። ስለዚ እዚ ከይህሉ ተጠንቀቑ ኢልና ኣሎ፣ የጠንቅቕ እዩ ዘሎ። እዚ ምዕራፍ እዚ ንናይ ብሉይ ኪዳን እናምፀኤ ናዕና ንሓድ ግን ድገርመኩም ይሕዋተይ ኣብቲ ትሕቲኡ ዘሎሲ ነቲ ሓጎስ ጥራይ ኢና ንሕዞ እሳቶምሲ ኢልና ኣሎ ኣብ ከረን ሲና ብኽብሪ ክግለጽ ከሎ እግዚኣብሄር ፈሪሆም ሙሴ እኳ እንቀጥቂጡ ነቲ ኸረን ክብሪ እግዚኣብሄራዊ ምስ ተገልጸስ እስኻ ጥራይ ተዛረበና እሱ ኣይዘረበና ኢሎም ፈሪሆም እንስሳው ናው ተቐሪቡ ክመውት እዩ ንዝብል ፈሪሆም ሙሴ እውን ባዕሉ ኣንቀጥቀጠ ድሕሪኡ ንዓና እንታይ ኢልና ንስኻትኩም ግን ኣብኡ ኢኹም ኣቲኹም ዘለኹም ንስኻትኩም ግን ብክርስቶስ የሱስ ኣብቲ ፈሪሆሞ ዝነበሩ ኣብቲ ናይ ምድሪ እኳ ዘይኮነስ ኣብቲ ሰማይ ኣብቲ ባዕሉ ኣብቲ ኣብቲ ዘይቅረብ ብርሃን ዝነብር እግዚኣብሔር ኣብቲ ዝባላዕ ሓዊ ድኾነ እግዚኣብሔር ኣብኡ መንፈስኩም በጺሑ ኣሎ ኢሉ ኣብኡ ዘለዉ ጉባኤ ብምልኦም እቶም ዝሓለፉ ጠቂሹ ኣሎ መናፍስቲ ኩሉ መንፈስና ከዓ እቶም ድሑናት ድሕን- መንፈስና ከዓ ኣብኡ ገሊጹ ኣሎ ግን እቲ መጠንቀቕታ ካብቶም ኣብ ምድሪ ዝነበሩ ንላዕሊ ንዓና ዝኸብድ ገይርዎ ጥራይ ነቲ ሓደ ፊት ኢና ንሪኦ ዘለና እምበሪ እቲ መጠንቀቕታ ናይ መጠንቀቕታ ምዕራፍ እያ እዛ ምዕራፍ እዚኣ ንዓኣቶም ከም ምሳሌ ይምፅእዎም እምበር ኣብዚ ንዓኣቶም ኣይተፃሕፈን ብዛዕባኦም እዩ ንዓና ተፃሒፉ እዚ መጠንቀቕታ እዚ ንዓኣቶም ኣይተፃሕፈን ኣብዛ ምዕራፍ እዚኣ ዘላሲ ኣብቲ ኸረን ፅዮን ኣብቲ ሰማያዊ ኣብቲ ጉባኤ ቅዱሳን ኣብ ቅድሚ እግዚኣብሔር ኣብቲ ካብ ደም ኣቤል ዝሓሸ ዝዛረብ ደም የሱስ በፂሕኹም ኣለኹም እንዳበለናስ እቲ መጠንቀቕታ ንመን እዩ ይገርም እዩ ንመን እቲ መጠንቀቕታ ኣሕዋተይ ንዓቶም መስለኩም ምሳሌ ገር ምፅዎ ንዓና ኣው በፂሕኹም እናበለና ኣብኡ ምብጻሕና ኢና ን- በቃ ብዙሕ ግዜ ኣብዚ ፈንጨራዕ ንብል ንሕጎስ ግን ኣብ ጉዕዞ ኢና ዘሎና ኣብኡ በጺሕኩም እንዳበለና ብምሉእ መጠንቀቕታ ናይ ሓድ ናይ እብራውያን ንዕኦም ኣይኮነ ነቶም ዝሓለፉ ይኮነ ንናይ ሓድሽ ኪዳን ኣመንቲ እቲ መጠንቀቕታ ነቶም ቅዱሳን እዩ እቶም መጠንቀቕታ ነቶም ኣብ ሰማይ ኣብቲ ጉባኤ መንፈስና ዘለዉ ንዓና እዩ እቲ መጠንቀቕታ። ምትራፍ ኣሎ፣ ምውዳቕ ኣሎ። ንዓኣቶም ኣይኮነን ዋላ ሓደ ካብዚ ንዓኣቶም ኣይኮነን እዚ መጠንቀቕታ እዚ ንዓኻ እዩ ንዓይ እዩ ንዓኺ እዩ ንከይድ ኣለና ህይወትና ቸክ ክንገብር ኣለና ኣሕዋት ጎይታ ክመፅ እዩ ክግለፅ እዩ ጎይታ ከመይ ዓይነት ህይወት ንመርሕ ኣለና ክንሪኦ ይግባኣና እግዚኣብሔር ኣምላኽ ይመስገን ስለዚ እቲ ዝሰዓብ ቅድስና እምበኣር ክርስቶስ ጋዕ ዝመጽእ ብጥንቃቐ ክንጎዓዝ ምእንቲ እዩ። ኣብ ጴጥሮስ እንታይ ኢልና ኣሎ? ኣነ ቅዱስ እየ እሞ ቅዱሳት ኩኑ ዝብል ጽሑፍ እዩ እሞ ነንብቦ እስኪ ምዕራፍ ሓደ ምዕራፍ ሓደ ካብ ዓሰርተው ሓሙሽተ ጀሚርና ኣነ ቅዱስ እየ እሞ ቅዱሳት ኩኑ ዝብል ፅሑፍ ስለ ዘሎ ከምቲ ትፀዋዓኩም ንዓና ንሓዱሽ ኪዳን እዩ ከምቲ ትፀዋዓኩም ቅዱስ ዝኾነ ንስኻትኩም እውን ብኩሉ ንብረትኩም ቅዱሳት ኩኑ ኣብቲ ናተይ መፅሓፍ ቅዱስታ ንብረትኩም ትብል ብፍሉይ ሕብሪ ገይረላ ኣለኹ ንብረትካ ቅዱስ ተደይኮይኑ ምንባርካ እዚ ሕጂ ንብረትኩም እዩ ዘሎ ብዚ ጥራይ ምንባርካ ኣይኮነን ንምንባርና ንብረትና እውን ይጸልወና እዩ ንምንባርና ገንዘብና እውን ይጸልወና እዩ ንምንባርና ናትና ኦኮኖሚ እውን ይጸልወና እዩ ንምንባርና ናትና ረብሓ እውን ይጸልወና እዩ ከም ቅዱሳት ናይ እግዚኣብሔር ሰባት ትሕዝቶና ቅዱስ ክኸውን ኣሎ እቶትና ቅዱስ ክኸውን ኣሎ ንትንክዮ ቅዱስ ክኸውን ኣሎ ኣጭበርቢርና ከም ዓለማውያን ክንህብትም እንድሕር ደሊና ንብረትና ርኹስ እዩ ይጸልዎ ድማ እዩ ንህይወትና ኣምላኽ ጥንቲ መንበሪኻ ኢልና ንዝምር በዚ እንድሕር ንውትፍ ኮይና በዚ ተኣብየ በዚ እንድሕር ነጭበርብር ኮይና ርኹሳት ኢና ዘለና ማለት እዩ ውሽጥና ትባ ደጌና ይጸልዎ ከዓ ንውሽጥና ኣብ ቀረንቶስ ካልኣይ ቀረንቶስ ከምኡ ኢሉ ኣሎ ንመንፈስ ንስጋን ንነፍስን ካብ ዘርክስ ዝምትንካይ ተጠንቀቑ ኢሉ እቲ ምትንካይ ይወደ ኣሎ ገለ ነገር ምእታው ናባኻ ብሓቂ ዲኻ ትነብር ዘለኻ ብሓቂ ዲኸ ትነብር ዘለኹ ብሓቂ ደ ትነብር ዘለኹ እዚ ዘመን እዚ ትፈልጡ ዲኹም ናይ ምውድዳር ዘመን ከም ዘሎ ናይ ስሳዐ ዘመን ከም ዝኾነ ኣነ እኮ ድገርመኒ ኣብ መጨረሽታ ዘመን ዶ ሰብ ይስስዕ እዩ ብጣዕሚ እኮ ዘገርም እኮ እዩ ዝገርመኩም እቲ ዝኸፍአ እዚ ዘበን እናመፀ እዩ እቲ ዝኸፍአ ናይ ስስዐ ድማ ንኣመንቲ ፀልዎም ዘሎ ሕጂ እዩ ወሲኾም ኣጭበርቢሮም ደልዮም መጽሓፍ ቅዱስ ክህብትሙ ዝደልዩ ኣብ መፈንጠራ ክወድቁ እዮም እዩ ዝብለና ክበርሱ እዮም እዩ ዝብል እንታይ ኮይኑ ሰብኣይ ከምዚ ዝሰብኽ ዘሎ ትብሉ ኣለኹም ብኩሉ ቅዱሳት ምእንቲ ክንከውን ሲ ኣለኹም ቅዱስ ናብራ ቅዱስ ትሕዝቶ ጎይታ መንፈስ ቅዱስ ናብ ቤትና ኣትዩ ሲ ርዩስ ዘይድንክሎ ምድንካል ትፈልጡ ዲኹም ጣዕ ኣቢሉ ዘይድንክሎ ጎይታ ኣብቲ ገዛኻ ኣትዩሲ ዘይድንክሎ ኣብቲ ቢዝነስካ ኣትዩስ ዘይድንክሎ እግዚኣብሔር ብሰፈርካ ክሓልፍ እሞ ክዋግኣልካ ኢሉ ብሰፈርካ ክሓልፍ ከሎ ዘዳግም ከምኡ ኢሉና ኣሎ ዕራፍተ እግዚኣብሔር ንጸላእትኻ ክዋጋእ ኢሉ ብማእኸልካ ክሓልፍ ከሎ ገለ ኣብቲ ሰፈርካ ደፈንፍን ከይረክብ እሞ ዝባኑ ከይህበካሲ እቲ ሰፍራኻ ቅዱስ ይኹን ኢልዎ ኣብቲ ምድራዊ ነገር እቲ ምድራዊ ቅዱስ ነይሩ ብፊዚካላዊ ስለ ነበረ ሕጂ ግን ናብራና እዩ ዝሪኦ ጎይታ ስለዚ ብዚ ጴጥሮስ እንታይ ኢልዎም ብኩሉ ናብራኹም ቅዱሳት ኩኑ ነቲ ንነፍሲ ወከፍ ብዘይ ኣድልዎ ከከም ግብሩ ዝፈርድ ንኣኻትኩም ንስኻትኩም ኣቦ ኢልኩም እትፅውዕዎ ካብ ኮንኩምሲ ኣብዚ ዘመን ግሽነትኩም ብፍርሃት ንበሩ ኢልና ስደተኛታት ይኹን ብቀዳማይ ምህረና ነሩ ፓስተር ሮቢ ስደተኛታት ኢና ከም ስደተኛታት ኣክት ንግበር ዓዲ ኣለና ጎይታ ኣለና ሃገር ኣለና ሰፈር ኣለና ንዑ ዝበቂ ህይወት ሕጅና ክንጸንሕ ኣብ ዘመን ግሽነትኩም ብፍርሃት ኣምላኽ ንበሩ ኢልና ኣቦ ኢልኩም ትጽውዕዎ ካብ ኮንኩም ኣየዳሉን ኢልና እንታይ ማለት እዩ በቶም ጥቕኡ ዘለዉ እዩ ዝቕደስ በቶም ዝቐርብዎ እዩ ዝቕደስ በቶም ኣብ ጥቕኡ ዘለዉ እዩ ዝጅምር ምብራኽ ብኣቶም ይጅምር ምፍዋስ ብኣቶም ይጅምር ምቕዳስ ብኣቶም ይጅምር ምቕጻዕ ብኣቶም ይጅምር፣ ምቑጣዕ ብኣቶም ይጅምር። እግዚኣብሔር ሰጊሩ ይከይድን እዩ፣ ሰጊሩ ይከይድን እዩ። በቶም ጥቑ ዘለዉ እዩ። ናዳብን ኣቢሁን እንዲኦም መን እዮም ደቂ ኣሮን? ኣብቲ ቤት መቕደስ ጋሻ ሓዉ መሰምፁ። ጋሻ ሓዉ ማለት እኮ ደይናይ ኣምላኽ ኣምላኽ ዘይኣዘዞ እግዚኣብሔር ዘይደለዮ ናትካ ኣእምሮ ድሃበካ ሓሳብካ ዝሃበካ ንስኻ ትደልዮ ስብሓቱን ኣምፅኡ እኳ ይሳኦል ጋሻ ሓዊ ምፅኦም ኢሉ ኣምላኽ ዝተኮሰ ሓዊ ከሎስ ጋሻ መሰምፁ እግዚኣብሄር ተገሊጹ ኣብኡ ኩላህና ንፈልጦ ዝገበሮ ሙሴ ብኣ እንታይ ኢሉ እግዚኣብሄር እዚ እዩ እቲ በቶም ዝቐርቡኒ ክቕደስ እየ ዝበሎ እዚ ኢልዎ ኣይሰግርን እዩ እግዚኣብሄር ዝሰግር ብወዱ እዩ ዝሰግር ብደም የሱስ እዩ ዝሰግር ብንስሓ እዩ ዝሰግር ብምሕረት እዩ ዝሰግር ከዓ ብንጽህና ብምዶም የሱስ ክትቀርብ ከለኻ እዩ ንወዱ ርኢ ዝሰግር ክብሪ ንኣምላኽ ይኹን። ስለዚ ንብረትኩም ኢልና ኣሎ ነቲ ንነፍሲ ወከፍ ኣቦይ ኢልኩም ነቲ ንነፍሲ ወከፍ ብዘይ ኣድልዎ ከከም ግብሩ ዝፈርድ ንስኻትኩም ግን ኣቦ ኢልኩም እትፅውዕዎ ብርግፅ ከ ኣቦና እኳ እዩ ግን ከም ኣቦና ከምኡ ኢሉ ኣሎ ጎይታ ኣቦ ተኾይነ ኣበይ ኣሎ ክብረተይ ኣቦ ኢልኩም ትጽውዕዎ ንዓይ ትገርምኒ እያ እታ ትጽውዕዎ ትብል ቃል ነቦኹም ኢሉ ዘይገድፋ ነበረ ጴጥሮስ እስኻ ትጽውዖን እቲ ንዕኡ ዘለካ ኣኽብሮትን እቲ ንዕኡ ዘለካ ኣካይዳን ማች ስለ ዘይገበረ ስለ ዘይተሰማምዐ እያ ተርእየካ እታ ቃል እቲ ድምፂ ናይታ ቃል እቲ ናይታ ቃል ሴንስ ትህበካ ተርኢኻዮ ኣቦይ ኢልኩም ትጽውዕዎ እንታይ ዓይነት ድምፂ ዘስምዕ ደሎ ኣቦና ዶ ኣይኮነን እዩ እዎ ኣቦና ግን ከምኡ ኢልኩም ትፅውዕዎ ከምኡ ይኹን እዩ ድብለና ደሎ እንድሕር ደኣ ኮይኑ ኣቦ ኢልኩም ትፅውዕዎ እንተ ኮይኑ ብፍርሃት ንበሩ ንስኹም ቀዳሞት ተኽብርዎ፣ ቀዳሞት ትፈርህዎ፣ ቀዳሞት ትፈልይዎ ንኣምላኽ ክንፈልዮ ንግብኣና እዩ። ኣብ ኢሳያስ ኮም ኢሉ ኣሎ ቀድስዎ ማለት ፍለይዎ እዩ። ክብሪ ንኣምላኽ ይኹን። እግዚኣብሔር ዝዛረበና ደሎ ክዛረበና እዩ ከዓ ግና እግዚኣብሔር መስገን ስለዚ እምበኣር የሕዋተይ ንዕኡ ክንመስል ምስቲ ናይ ሮሜ ንወዱ ንምምሳል እዩ ዝኸይድ ነቲ ዝጸዋዓኩም ምሰሉ ክብለና ከሎ ትጸዋዓና ክርስቶስ እዩ ንዕኡ ንወዱ ምምሳል ምዚ ክተተሓዞ ትኽእሉ ኢኹም ንወዱ ክንመስል ከም ዝጸዋዓና ቅዱስ ስለ ዝኾነ ክርስቶስ እግዚኣብሔር ኣምላኽ ይመስገን የሱስ ክርስቶስ ጎይታ እዩ ስለዚ ናብታ ኣብራውያን ክምለስ እየ ኣብ ኣብታ ዓሰርተ ክልተ ሕጅናያ ዘሎና ንስኻትኩም ግና ምስ በለ ኣብኡ ከም ዝበፅሓና ምስ ረኣየሲ ዳሕራይ ብ 25 እቲኣቶም ካብ ምድሪ ክዛረቦም ከሎ ኣብዮም ካብ ዘየምለጡ ኣብ ምድሪ ከም ናይ ሰብ ከም ሰብ ዝርድኦ ፍዚካል መጽዩ ተዛሪብዎም ካብ ዘየምለጡሲ ንስኻትኩም ግን ዝያዳ ቀሪብኩም ዘለኹም እዩ ዝብለና ዘሎ ካብ ዘየምለጡ ንሕና ነቲ ካብ ሰማይ ዝዛረበና ዝባና ካብ እንመልሰሉ ግዳ ከመይ ኢልና ከነምልጥ ስለዚ እቲ ዝዛረበኩም ዘሎ ከይተኣብይዎ ተጠንቀቑ ይብለና ነቲኣቶም ዘለዎም ጥንቃቐ ኣዝዩ ኣንእሽዎ ናይ ምድሪ ተዛሪብዎም ካብ ዘየምለጡሲ ንስኹም ደኣ ጸቢብኩም ናብኡ ቀሪብኩም ዘለኹም ኣብኡ ኣትኹም ዘለኹም ካብ ሰማይ ዝዛረበኩም ዘሎ ብነቢይ ገሩ ብገለ ነገር ሕጊ ገሩ ዘይኮነ በት ወዱ ወራሱ ኩሉ ዝኾነ ወዱ ተዛሪብና ኣብኡ ኣቲና ዝዛረበና ዘሎ ደኣ ከመይ ኢልኩም ደኣ ይብለና ኣሎ ስለዚ ናይ ሓድሽ ኪዳን ብጸጋ ንባዕሉ እቲ ጸጋ ከም ጸጋ ዝምህር የለን ኣሕዋተይ ቲቶስ ከምኡ ኢሉና ኣሎ ጸጋ ኣድሒንና መልሹ ድማ ዓለማውነት ክንክሕድ ከምኡ ዝብለና እኮ ጸጋ ቲቶስ ምዕራፍ ሓደ ምዕራፍ ሓቀይ ክልተ ካብ ዓሰርተ ሓደ ክዛረብ ከሎ ጸጋ ኣምላኽ ተገሊጹ ንኩሉ ሰብ ድማ ምድሓና ኣምፅኡ ምስ በለ ኣብኣ ጠጠውተ ትብል ኖ ጉዕዞ እንዲዩ ዘሎ ዓለማውነት እ ዓለማውነት ክሒድና ብፍርሃት ኣምላኽ ክንነብር ይምህረና ኣሎ ኣብዚ ፅኦም ኣሎ መስለኒ እቲ ብሩኽ ተስፋ ናይቲ ዕዙዝ ኣምላኽና መድሓኒና የሱስ ክርስቶስ ምግላፅ ክብሪ እናተጸበና ሰብ ጉዕዞ ሰብ መገዲ ስደተኛታት እና ተጸበና ተጸባያይ ከመይ ግዲ ኣይድቅስን እዩ እኳ ተጸባያይ ኩሉ ነገሩ ሬድ እኳ እዩ እና ተጸበና ክመጽእ እዩ ጎይታ እቲ ክብሪ ጎይታ ክመጽእ እዩ ኣሕዋተይ ትናፍቐና ጎይታ እቲ ንናፍቖ ጎይታ ክርስትናና ከምዚ ድዩ መሲልኩም ጎይታ ክግለጽ ክወስደና እኳ እዩ ክብሪ ንኣምላኽ ይኹን እምበኣር መድሓኒና የሱስ ክርስቶስ ምግላጽ ክብሪ እናተጸቤና ኣብ ምጽባይና ንገብሮም ነጥብታት ኣለዉ። ግፍዒ ክንሓድግ ኣሎና። ዓለማውነት ክንሓድግ ኣሎና። ትምኒት ክንሓድግ ኣሎና። ኣብዛ ዓለም እዚኣ ብጥንቃቐን ብጽድቅን በምልኾን ክንነብር ይምህረና ኣሎ። መን? እቲ ጸጋ ኣምላኽ ክርስቶስ እዩ እኮ። በቲ ጸጋ ዘድሓነና ደጊሙ ድማ ነዚ ነገር እዚ ጉዕዞና ከወዳእና ከኣ ይምህረና ኣሎ ስለዚ እቲ ብቅድስና ምንባር ንዓና ኣገዳሲ ይሕዋተይ ብዙሕ ግዜ ድብሎ ኣለኒ ሓይሊ ክርስትና ቅድስና ሓይሊ ክርስትና ብታሚን ናይ ቅድስ ናይ ክርስትና ሓይሊ ናይ ክርስትና ቅድስና እዩ ኣብ ብሉይ ኪዳን ይኹን ኣብ ሓዱሽ ኪዳን ዝያዳ ድማ ኣብ ሓዱሽ ኪዳን ንምንታይ ስለ ዘብቅዓና ስለ ዝተወድአ ስለ ዘብፅሓና ከምኡ ሓይሊ ስለ ዝሃበና ዝተፈትሐ ክኸይድ ይኽእል እዩ ክብሪ ንኣምላኽ ይኹን ትፈልጡ ዲኹም ኣብ ቅድስና ዘሎ ሓይሊ ክርስትና ማንም ከ ኣይክእሎን እዩ ፀላኢ ኣይክእሎን እዩ ሰይጣን ኣይክእሎን እዩ ብዛዕባ ደቂ እስራኤልሲ ኣብ ዝህልቂ ንፈልጥ ኢና ናይ ብሓቂ ኣሕዋተይ እዚ ሲ ኣንቢብናዮ ተሓጒስናሉ ጥራይ ንኸይድ ኣይኮነን ንዓና ዓዙይ ትምህርቲ እዩ ብጀካ ንጎይታ ንኻልእ ዘይፈልጡ ንኣምላኽ ጥራይ እናተኣዘዙ ካብ ግብጺ ብደም የሱስ ክርስቶስ ብሓቂ በቲ ገንሸል በቲ ገንሸል መስዋእቲ ቡእ ሓራ ምስ ወጹ ንኣምላኽ ጥራይ ዝነብሩ እሞ ዳግም ዘይተወልዱ ሰባት እዮም። ባላቅ ግን ክረግሞም ንበልዓም ምስ ጸውዖ ክረግሞም ሙሉእ ሓይሉ ተዓጢቑ በልዓም ሙሉእ ሓይሉ መላእኽቲ ዓጎተይ ተመልሰ ገለይ ተመልሰ ክረግሞም ሲ ተዓጢቑ እዩ የሕዋተይ ሰይጣን ክረግመካ ይዕጠቅ እዩ ንዓኻ ዘውጻኣካ ቅድስና ጥራይ እዩ ቅድስና ጥራይ ትንክፍ ዘየብለካ ጸላይ ኣበይ ይሰርሕ መርገም ሰይጣን ኣበይ ይሰርሕ ናይ ሰይጣን ጎይታ ይባርካ እቱ ኦኬ ኣንቢበ ኦ ሶሪ ክረግሞም ምስ ተሰኤ ብብዙሕ ሓይሊ ኣይከኣለን ዘይከኣሎ ምክንያት ባዕሉ ተዛሪቡ ኣሎ እንታይ ኢሉ ተዛሪቡ ኣብ እስራኤል ኣስማት ኣይረኸብኩን መርገመይ ሓይሊ የብሉን መርገመይ ልሙስ እዩ ኣብኣቶም ክሰርሕ ኣይክእልን እዩ ሓደ ሓደ ግዜ እኮ ኣብ ዜሮ ኮይንና ኢና እኮ ኣባይ ኣይሰርሕን እዩ ንብል ኣባኻ ኣይኮነን እቲ ጉዳይ ኣብ ሓጢኣት ምሳኻ ኣይኮነን እቲ ጉዳይ ምስ ሓጢኣት ኣባይ ኣይሰርሕን እዩ ኣበይ ኮንካ ኢኻ ትብሎ እዩ እቲ ጉዳይ ኣስማት ኣብ ኣቶም ስለ ዘይረኸብኩ ኣምላኽ ዘይረጎመ ከመይ ገይረ ክረግሞ ኣይክእልን እየ ትብል ቃል እዩ ተዛሪቡ ሓይሊ ናይ ክርስትና ኣብ ቅድስና እዩ ኣብ ዕስራን ሓሙሽተን ምስ ከድኩም እንድሕር ኢኹም ግን እቲ ክፉእ ትምህርቲ ብዛዕባ ይኮንኩን ቅድሚ ሕጂ ምሂርና እየና ብዙሕ ንዓየ ጥራይ ክትንክደል እየ እቲ ክፉእ በልዓም ሓደ ሓሶት ትምህርቲ ምስ መሃሮም ሓደ ክፉእ ዝሙት ስደደሎም ኣዋልድ ምስ በሎ ኩሎም እቶም መንእሰያት ምስ ተታናኾፉ ተጋሊጾም። ሕጂ ዝሙት ጥራይ ኣይኮነን ሓጢኣት ክነግረኩም ተዓንቶ እዩ ዝበልናያ ናብራና ከናፍርና ጽሊ ቂምታ ኣብ ቤትና ዝኣቱ ጉዳይ እንዕምጾ ጉዳይ ንብለጾ ጉዳይ ነጭበርብሮ ጉዳይ

እቲ ክብርታት ክርስትና ዝትንኪ ማለት እዩ ስለዚ ንሳቶም ምስ ተተናኸፉ ግን ሓይሎም ተሳዒሩ ዕስራን ኣርባዕተን ሽሕ ፈሪሶም ሕጂ እግዚኣብሄር ጸልይዎም ዲ ኮይኑ መሲልኩም ህዝቡ እንዲዮም ነቲ ሓጢኣት እዩ ጸልይዎ ውሕስነት ንሕና ኣብ ቅድስና ክንነብር ከለና እዩ። ውሕስነትና ምስቲ ማንነትና ተሰማምዐ ጉዕዞ ክንጓዓዝ ከለና እዩ። ክብሪ ንኣምላኽ ይኹን። ስለዚ ኣሕዋተይ ብቅድስና ጉዕዞና ንወድእ፣ እግዚኣብሄር ድማ ብኹሉ ክረድኣና እዩ። ኣብ ብሉይ ኪዳን ምዕራፍ 28 ኣብ ዘፀኣት እንታይ ኢልና ኣሎ ከሎ ክብለልኩም እየ እቶም ብሉይ ኪዳን ዝነበሩ ካህናትሲ ኣብ ግንባሮም እንታይ ኢልዎም ኣሎ መጽሓፍ ቅዱስ? ኣብ ግንባሮምሲ ንሙሴ ዝኣዘዞ ኣብ ግንባር ናይ ኣሮን ኢልዎ ኣብቶም ካህናት ካብ ወርቂ ዝተቐጥቀጠ ባሊቃ ጌርካ ኣብ ግንባሮም እሰሮ ኣብ ግንባር ኣሮን ናባይ ክቐርብ ከሎ እቲ ቃል ኣብኡ ድማ እንታይ ኢልካ ጽሓፈሉ ቅድስና ቅድስና ንእግዚኣብሄር ዝብል ኣብኡ ይጸሓፍ። ሕጂ ክኣቱ ከሎ ናባይ እሱ ሒዙ ይእቶ ይውጻእ ኢሉ። ንምንታይ ኣብዚ ሒቑኡ ዘይበለ? ንምንታይ ኣብዚ ኢዱ ዘይበለ? ንምንታይ ኣብ እግሩ ዘይበለ? ኣብ ሓድሽ ኪዳን ዓቢ ትምህርቲ ዘለዎ ጉዳይ እሱ። ውሽጥና መንፈስና ዋላ ተቐድሹ ኣእምሮና ግን ኩሉ ግዜ ቅዱስ ሓሳብ ክሓስብ ዘርእየካ መልእኽቲ እዩ እሱ። ሽግርና ናይ መጀመርታ ኣበይ ኢና ድጅምር ተልኩምና ኣብ ኣእምሮና እዩ መንፈስና ተቐድሹ ኢልና ኢና ኣብ ኣእምሮና ግን ኣተሓሳስባና በዚ ቃል እዚ ኩሉ ሻዕ ተዘይመሊኡ ንዝመጸና ጸግ ተደይ ኣቢልናዮ ንዕኡ ከነሰላስሎ እንድሕር ውዒልና ኣተሓሳስባና ቅዱስ ኣይመጽን እዩ ነዚኣ ሒዙ ናብ ሮሜ ኸይዱ ጳውሎስ ብምሕዳስ ሓሳብኩም ተለወጡ እምበር ነዛ ዓለም እዚኣ ኣይትምስሉዋ። ንምንታይ? ፍጹም ፍቓድ ኣምላኽ ምእንቲ ክትፈልጡ። ነቲ ትኽክለኛ ዝኾነ ፍቓድ ኣምላኽ፣ ነቲ ሓሳብ ኣምላኽ ትርድኦ ኣእምሮኻ ምስ ተቐደሰ ኢኻ። ስለዚ ኣእምሮኹም፣ ኣተሓሳስባኹም ይቀደስ፣ ነዛ ዓለም እዚኣ ኣይትምሰሉዋ። ንምንታይ? ምስ ተቐደሰ ሓሳብኩም ሽዑ ፍጹም ፍቓድ ኣምላኽ ከመይ ትነብሩ ከም ዝግብኣኩም ክበርሃልኩም እዩ፣ ክትርእይዎ ኢኹም ኢሉና። እዚ ድማ እቲ ናይ መንፈሳዊ ናይ ኣእምሮኹም መንፈሳዊ ኣገልግሎት ንእግዚኣብሔር ዝጠቅም ወይ ከዓ ዘኽብር ክኸውን ኢልና ኣተሓሳስባና ናይ ብሓቂ ይጸልወና ናብራና ዝበልናዮ ዓንቶበይ ቅድም በዚ እዩ ምንጩ ኮፍ ኢልና ክንሓስብ ከለና ክንነጽጎ ዝግብኣና ሓሳብ ተደይ ነጺግናዮ ከነሳላስሎ ከለና ስጋ ይለብስ እዩ ስጋ ይለብስ እዩ እቲ ሓሳብ ሓሳብ እዩ ምስ ተቐበልካዮ ግን ዝተሓዝ ይኸውን፣ ይጭበጥ። ኣሰላስል ምስ ወዓልክዮ፣ ኣሰላስል ምስ ወዓልክዎ፣ ምስ ሓሰብክዎ፣ ትፈልጡ ዲኹም ጽሌ ስቕ ኢሉ ከም ዘይመጽእ ቅድም እዩ ሓሳብ ዝመጽእ። ኣብዚ ሓሳብ ይመጽእ እሞ በይንኻ ስጋዕ ትዛረብ ይገብረካ። ኩሉ ሓሳብካ ትቑጽጽር የብሎ እሞ በይንኻ ትዛረብ። ኣብ ጥቓኻ ደሎ ሰብ ከይረኣኻዮ ሽዕሮ ቃል ይሰምዓካ ይኽእል። ስጋዕ ክንድዚ ውሽጥኻ እንታይ ይገብሮ? ደሓር ሽዑስ ጋይ ይኸውን። ደሓር ከናፍርካ ክፍት ተበልካስ እቲ ደሓሰብካዮ ውጽእ ኦሬዲ ናበይ ከይዱ ማዕቢሉ ካብዚ ሓሳብ እዚ ሲ ጉልበት ፈጢሩ ስጋ ለቢሱስ ብኸናፍርካ በጨቕ ኣብኡ ድማ እንድሕር ጠጠው ደየበልካ ኢኻ ኣብ ተግባር ግን ካበይ መፅኡ ምንጭ ናቱ ካብ ሓሳብ ኮለጋና ፀግ ተደይ ኣቢልካዮ እቲ ፀጋ ክሰርሓልና ተኮይኑ ኣብ መጀመርታ ክመፅእ ከሎ እቲ ሓሳብ ንፀጋ ኣምላኽ ርእስና ክንህብ ኣለና ስለዚ ካብ ሓሳብካ ናብ ኣፍካ ካብ ኣፍካ ናብ ግብርኻ ካብ ግብርኻ ሽዑ ንመናብርትኻ ከይተረፈ ባህሪኻ እናኾነ ይኸይድ ካብ ባህሪኻ ምዃን ናብራኻ ይኸውን ግን ስቂሉ ይኮነን መፅዩ ኣብ ሓሳብ ከሎ እኮ ምንሳሕ ኣየድልየናን እዩ ኣብ ሓሳብ ከሎ ምንፃግ እዩ ዘድልየና ብኸናፍርና ተወፂ ክናሳሕ ኣለና ብተግባር ተኸይዱ ክናሳሕ ኣለና ኦሬዲ ስለዚ ሕዋተይ እዚ ዘመን እዚ ቅድስና ኣዝዩ ኣዝዩ ዘድልዮ ዘሎ ዘመን ርእስና ክንምርምር ኣሎና ሸክ ክንገብር ኣሎና ስቂልና ተኣቶና ተወፃና ዋላ ሓንቲ ዋጋ ይብሉን እግዚኣብሔር ኣምላኽ ይመስገን። ስለዚ ኣብዚ ኣጸቢቕና ክንጥንቀቕ ይግብኣና እዩ። ኣተሓሳስባና እናተለወጠ እናተለወጠ ክኸይድ ከሎ ተግባርና ዘበለ ክሉ ንእግዚኣብሔር ዘንጻባርቕ እዩ ዝኸውን። እንታይ ኢና ሕጂ ክንብሎ እዚ ማለት እዩ ተሓሳስባና ሲ ምስቲ ማንነትና እንታይ ክኸውን ኣለዎ ክሰማማዕ ኣለዎ። ውሽጥና እኮ ናይ ጎይታ መልክዕ እዩ ዘለዎ ሓድሽ ፍጥረት እኳ እዩ ሕጂ ተተሓሳስባና እንድሕር ገዚእናዮ ምስኡ ክሰማማዕ ሽዑ ኢኻ ብምሉእ ነፍስኻ ብሓቀይ ብምሉእ ልብኻ ብምሉእ ነፍስኻ ብምሉእ ሓይልኻ ንእግዚኣብሔር ትበቅዕ ሰብ ትኸውን እቲ ናይ ውሽጢ ነገር ናብ ደጊኻ ክረእ ከሎ እቲ ናይ ውሽጢ ነገር ናብ ገጽካ ናብ ዘረባኻ እቲ ናይ ውሽጢ ዘሎ ማንነትካ ብናብራኻ ክረእ ከሎ ኣህዛብ ከይመስከርካሎም ከለኻ ንስኻ ካልእ ሰብ ምዃንካ ይርዩ ጎሬበትካ ካልእ ሰብ ምዃንካ ይርዩ መሳርሕትካ ካልእ ሰብ ምዃንካ ይርዩ ንሰባት ንበረኸት ትኸውን ኣብዚ መጺኻ ከይሰበኽካ ከለኻ፣ ወጺኻ ደገ ከም ትማል ዝሰበኽናዮ ወንጌል ከይሰበኽካ ከለኻ፣ እቲ ናብራኻ ባዕሉ እቲ ናይ ውሽጢ ናብ ደገ ይንጻባረቕ እሞ ይቐርቡኻ። ጎይታ የሱስ ክርስቶስ ኣብቲ ከረን ምልዋጥሲ ከርእዮም ደልዩ ምስ ደየቡስ እንታይ ይብለና? እቲ ናይ ውሽጢ ማንነቱ ናብ ደገ ተገሊጹ። ንትምህርትና እዩ ገይርዎ። እቲ ናይ ውሽጢ ማንነትካ ናብ ደገ እቲ ናይ ውሽጢ ማንነቱ እዩ ኣምላኽ እዩ መለኮት እዩ ኣብ ውሽጢ ዘሎ ክብሪ ልክዕ ኣብቲ ከረ ምጽዋት ንሱ እዩ ካልእ ኣይኮነን ጸዊዑ ምጽዎ ንሱ እዩ ተገሊጹ ንሱ እዩ ናብቲ ደገ ተራእዩ ንሕና ድማ በቲ ቃል ክንመላለስ ከለና ኩሉ ግዜ በቲ ጸሎት ክንመላለስ ከለና ኩሉ ግዜ ከምቲ ቃል ኣምላኽ ክንመላለስ ከለና እቲ ናይ ውሽጥና እንዳገንፈለ እናገንፈለ እናገንፈለ ውሽጥና እናኸንፈለ መስርሕ እዩ ንጎይታ እናመስልና ንኸይድ ክብሪ ንኣምላኽ ይኹን እግዚኣብሔር ሰናይ ካልእ ካብ ኣተሓሳሰባና ሓሊፉ ተግባርና ቅዱስ ክኸውን ከም ዘለዎ ከዓ ይነግረና ተግባርና ንትንክዮ ንሓስቦ ነብሎ ሓንቲ በይ ቁሩብ ተንከዮ ነይረ መፅሓፍ ቅዱስ እንታይ ይብለና ከድና ክንሃድመሎም ዝግብኣና ሓጢኣት ኣለዉ ክንጎንሖም ዝግብኣና ሓጢኣት ኣለዉ ፀላኢን ዘምፆ ነገር ከምቲ ዓንተብ ዝበልኩም ሓሳብና ንጎንሖ ኢና ካብ ንውሕጦ ንጎንሐ ኢና። ዝግበር ነገር ከምጽኣልና ከሎ ግን ዘይንጎንሐ ግን ኣሎ። ሓደ ካብቲ ዘይ ካብቲ ንሃድመሉ ኣብ መጽሓፍ ቅዱስ ሓሙሽተ ቦታ ኣሎ ህደሙ ህደሙ ህደሙ ህደሙ ህደሙ ዝብለና ንሃድመሉ ሽሽ ንኸደሉ በቃ ንገድፎ ብዙሕ ግዜ ነታ ናይ ዝሙት ጥራይ ኢና ምህዳም ንፈልጣ ግን ንሃድመሎም ብዙሓት እዮም ዘለዉ ኣብ መጽሓፍ ቅዱስ ህደሙ ንብለና ካብ ብሉይ ኪዳን ካብ ጣዖታት ካብ ባቢሎን ህደሙ ኢልዎም ኣብ ኢሳያስ ክዛረብ ከሎ ኣብ ሓድሽ ኪዳን ጥራይ ግን ካብ ጣዖታት ህደሙ ኢልና ንኣምላኽ ካብ ዘየኽብር ነገር መስዋእቲ ኩሉ ክንሃድም ክንርሕቕ ኣሎና ንእግዚኣብሔር ነጋንንቲ ንዝስውእዎ ስዋኣ ዝስውእዎ ኣብኡ ከድና እንታይ እሞ ኣለዎ እንዳበልና ካልኦት ከነራኽስ የብልና ክንገድፎ ይደልና ክንሃድም ይደልና ክንርሕቕ እዩ ዘለና ኣብ ቆሮንቶስ ከምኡ ኢልና ኣሎ ቀዳማይ ቆሮንቶስ ምዕራፍ ዓሰርተ ካብ ዓሰርተ ኣርባዕተ ጀሚሩ ካብ ጣዖታት ህዶሙ ኢልና ካብ ካልእ ምምላኽ ህዶሙ ኢልና ኣብ ቀዳማይ ጢሞቴዎስ ምዕራፍ ሽዱሽተ ከዓ ካብ ፍቕሪ ገንዘብ ህዶሙ ኢልና ካብ ፍቕሪ ገንዘብ ማለት ገንዘብ ኣይትድለዩ ማለት ኣይኮነን ንኣምላኽ ካብ ዘየኽብር ሸብዳዕዳዕ ንኣምላኽ ካብ ዘየኽብር ረብሓ ህዶሙ ይቐርበካ የዳሉልካ ኢሉ ህደም ንዓኻስ ከም ዘይጠቅም ጌርካ ረኣዮስ ህደም ኢልና እምቢ በል ሙሴ እምቢ ብምባል ብምህዳም እዩ ወፂኡ ዕብራውያን ምዕራፍ 11 ካብ ሰላሳን ሰለስተን ድሕር ርኢኹሞ እንታይ ኢልና ወዲ ጓል ፈርኦን ከይበሃል ምእንትስ ብእምነት ኣበየ ኣብኣ ጠጠው ኣይበለን ነቲ ሃብቲ ግብፂ ንዕኡ ዝተዳለወ ኣልጋውራሽ ክኸውን ወራሲ ክኸውን ብኩሉ ሃብቲ ግብፂ ከዓ ንዕኡ ክኸውን ዝተዳለወሲ ምስ ክርስቶስ ፀርፊ ክርስቶስ መሪፁ እንታይ ይብለና ኣበየ ኮነ ኢልካ ደይ ምደይመ ኖዕ ኢልካ ጠጠው ኢልካ ሓሲብካ መሪፅካ ተሃድመሎም ነገራት ኣለዉ እዚኦም ይዳሎ ኣብ ቅድሜኻ እሞ ይብል ልብኻ በቃ ይናቅ ፈረግ ይብል ድሕሪኡ ግን ኖ ሰይጣን ካብ ዝለዓቢ በረኸት እንታይ ኣሎ ክብለካ እዩ ኖ ኣለውን ሃድመሎም ብኮታት ንብዙሕ ከዳልወልና ክእል ይጸላኢ ኖ ትተዓጾ ስለዚ እንታይ ኢልና ካብ ፍቕሪ ገንዘብ ህዶም ንሳ ከነብባ ኢና እታ ናይ ጢሞቴዎስ ኣንቶ ይሕልፍ ክብል ተንከኹዋ ምዕራፍ ሽዱሽተ ነውፅእ እንዳረኣኹ እየ ሰዓተይ ሃለሉያ ቀዳማይ ጢሞቴዎስ ምዕራፍ ሽዱሽተ ካብ ፍቕዲ ሽዱሽተ ጀሚሩ ስጋብ ዓሰርተው ክልተ ክነንብቦ ኢና ግናኸ ኣምልኾ ምስ ይኣኽለ ንምባል ዓብ ረብሓ እዩ ኣምልኾ ማለት ምንባር ማለት እዩ ንጎይታ ዓብ ረብሓ እዩ ምስ ይኣኽለ ንምንባር ማለት ናብ ዓለም ሓንቲ እኳ ኣየምፃናን እሞ ሓንቲ ክንወስድ ኣይከኣለናን እዩ ብትኽክል ዝኾነ ምፃእ ንበረኸት ክንከውን ምእንቲ ክንቅበሎ ይግባእ ኣይኮነን ግን እምቢ ክንብል ከም ዝግባኣና እዩ ዘርእየና ፍቕዲ ሸሞንተ ሽዑ ቀለብናን ክዳንናን እንተ ኣሎና ንሱ ይኣኽለና። እቶም ክህብትሙ ዝደልዩ ግና ካብ ኣብ ፈተናን መፈንጠራን ኣብ ብዙሕ ንሰብ ናብ ምብራስን ጥፍኣትን ዘስጥም ናይ ዕሽነት ጉድኣት ትምኒት እዮም ዝወድቁ። ሃብቲ ዝቕበሉ ወይ ሃብቲ ዝረኽቡ ኣይበለን ፈጺሙ። መን ምሃበ እዚ ኩሉ እዚ እንዶ ምውታር ተዋሂብና። ክህብትሙ ዝደልዩ ክብለና ከሎ ነቲ ብኹርነት ከምቲ ኤሳው ዓንተው ይድረኣናዮ ብኹርነቶም ሸይጦም ክህብትሙ ዝደልዩ ቅድስነኦም ሸይጦም ክህብትሙ ዝደልዩ ናይ ጎይታ ነገር ሸይጦም ክህብትሙ ዝደልዩ ኣመንቲ እዮም ከኣ እዚኦም ሲ ኣብ ምብራስን መፈንጠራን ኣብ ምስባር እምነትን እዮም ዝወድቁ ኢልና ዓሰርተ ሽዑ እቲ ፍቕሪ ገንዘብ ሱር ኩሉ ክፍኣት እዩ እሞ ገሊኦም ንኡ እናተማጣጠሩ ካብ እምነት ዘንበሉ ናብ ርእሶም እውን ብዙሕ ስቃይ ኣምፁ ቅዱሳን እዮም እዚኦም ኣመንቲ እዮም እዚኦም ኣገልገልቲ እውን እዮም ፓስተራት እውን ክኾኑ ክእሉ ሃዋርያት እውን ክኾኑ ክእሉ ኣመንቲ እዮም እዚኣቶም ኣብ መጀመርታ እንድሕር እምቢ ዘይበልካ እናወሓጠካ እዩ ዝኸይድ እናወሓጠካ እናወሓጠካ እናመቀረካ እናመቀረካ ኢኻ ትኸይድ እንታይ ትሸይጥ ከም ዘለኻ ግን ኣይትፈልጥን ኢኻ መቂራቶ እኳ እያ እታ ዓደስ ዝነበረት ንኤሳውሲ መቂራቶ እያ እኳ ሸለል ኢልዋ ውብኽሩ ንኽሸጣስ ሸለል ኢሉ ዋላ ሓንቲ ቀላል ኮይና ተሰሚዓቶ በሊዑ ጽባሕ ንግሆ ብኣ ይነብርኒ ስለዚ ሕዋተይ እምነቶም ስጋዕ ዝስበር እዮም ኮይኖም ድሕሪኣ ሽዑ ንዓ ናይ ኣምላኽ ሰብ እንታይ ኢልዎ ኣሎ ንዓኹም ንዓይ እንታይ ኢልና ኣሎ ብዚ ዓሰርተ ሓደ ኣታ ናይ ኣምላኽ ሰብ ንስኻ ግን ካብቲ ዓንቶ ይድራዕናዮ ማለት እዩ ካብዚ ህደም ህደም ማለት ኮምፕሮማይዝ ዘይብሉ ቅዱስ ኣይኮነን ይትረፈኒ ብዙሕ ግዜ ስቂሉ ኣይመፅእን እዩ ከስሕተና ፅቡቅ ገይሩ ጠቕሚ መሲሉ እዩ ዝመፅእ ንዓናይ ከዓ ዝያዳ ዝፍትነና ኣሕዋት ዓሻ ኢኻ ክብሉኻ ክሉ እዮም ግን ህደም ናበይ ትስዕቦ ነገር እንታይ ኣሎ ህደም ምስ በለ ደድሕሪ ጽድቂ ኣምልኾ እምነት ፍቕሪ ትዕግስቲ ህድኣት ደኣ ሰዓብ እምበር ደድሕቶም ላዕለዎት ድረኣናዮም ኣይኩነን ጽቡቕ ገድሊ እምነት ተጋደል ነታ ተጸዋዕካላ ኣብ ቅድሚ ብዙሓት ምስክር ጽቡቕ ምእማን ተኣመንካላ ህይወት ዘለኣለም ሓዛ ኣይትመንጠል፣ ኣይትባላሾ፣ ኣይትመንዛዕ፣ ሓዛ ኣብ ዋጋ ዕዳጋ ኣይተእትዎ ህይወትካ። ውሳኔ ውሳኔ ንወስን ብሩኻት እንሻይደን ምናልባሽ ንሓደ ሰብ ዝዛረብ ህሉ ንሓንቲ ሓብቲ ንሓደ ሓው ህይወተይ ወሲኸ ውሳኔ በቃ ኣብ ዋጋ ዕዳጋ ድኣተና ሰባት እንተር ኣለና ኮይና ንወስን ንዕፀዎ ንጎይታ ዘየኽብር ነገር ኖእ ንበል። ጎይታ ከኽብረና እዩ። እግዚኣብሔር ከኽብረና እዩ ኣሕዋተይ። ንዑ ዝኣመነ ኣይሓፍርን እዩ። ኣብ ገዛይ ሕርማ ኣይኣቱን እዩ። ኣብ ቤተይ ሕርማ ኣይኣቱን እዩ። ኣብ ህይወተይ ኣይኣቱን እዩ። ኖ እንድሕር ኢልና እግዚኣብሔር ከኽብረና እዩ ሰማያት ከፊቱ ክባርኸና እዩ ንሱ ደይሕሸና እሱ ደይህብትምን ካብ ዓለም ተቕርቦ በረኸት ጎይታ ዘምፀ ደይህብትምን ሙሴ እንታይ ስኢኑ መራሒ ኮይኑ ናይ ጎይታ ናይ ህዝቢ ኣምላኽ ሃብቲ ግብፂ ክሒዱ ዝገርም ዓይነት እዩ ሃብቲ ግብፂ ክሒዱ መስፍን ናይ ኣምላኽ ኮይኑ ፅላሎት ናይ ክርስቶስ ኮይኑ ምኾነ ነይሩ መስለኩም? ፈጺሙ ስለ ዝተኣዘዘ እዩ። ዋላ ኣምላኽ ይመድበና እምበር እቲ መደብ ንሕና ኢና ንኣትዎ፣ ንሕና ኢና ንእዘዝ። እምቢ ስለ ዝበለ ግን ኣብ ልዕሊ ፈርዖን ከይተረፈ ኣምላኽ ኮይኑ ኣምላኽ ኣይሕፍርን እዩ ኣይሕፍርን ይሕዋት ውሕስነትና ኣብ ናይ ጎይታ ፍቃድ እምበር ኣብ ንሕና ዝመረፅናዮ ኣብ ንሕና ዝፈልሰፍናዮ ፍልስፍና ኣብ ንሓና ዝመሃዝናዮ መውፅኢ ዝበልናዮ ጋራንቲ ይብልና እግዚኣብሔር ባርኩም ቀሪበ ኣብ ጢሞቴዎስ ሓንቲ ቃል ኣንቢብና ክንውድእ ኢና። ካልኣይ ጢሞቴዎስ ምዕራፍ ክልተ ካብ ዓሰርተ ትሽዓተ ስጋብ ዕስራን ሓደን ንዓ ኣንቢብና ክንጽሊ ኢና። ሃለሉያ እቲ ጽኑዕ መሰረት ኣምላኽ ግና ቆይሙ ኣሎ፣ እዚ ማሕተም እዚ እውን ኣለዎ፣ እግዚኣብሄር ነቶም ናቱ ዘበሉ ይፈልጦም እዩ፣ ስም እግዚኣብሄር ዝሰሚ ዘበለ ኩሉ ኸኣ ካብ ዓመጻ ይርሓቕ። ኣሜን። ካብ ዓመጻ ይርሓቕ። ሽዑ እንታይ ኢልና ግናኸ ኣብ ዓቢ ቤት ካብ ዕንጨይትን መሬትን ዝኾነ ኣቕሑ ድማ እምበር ኣቕሑ ወርቅን ብሩርን ጥራይ ኣይኮነን ዝርከብ ገሊኡ ንኽብረት ገሊኡ ውን ንውርደት ይኸውን ዕስራን ሓደን እምበኣርሲ ሓደ ሰብ ዝኾነ ይኹን ሓንቲ ሓብቲ ሓደ እኳ ርእሱ ካብ እዚኣቶም እንተ ኣጽርዩ ካብ ዕንጨት ምዃን፣ ካብ መሬት ምዃን፣ ካብ ዘይጠቅም ነገር ርእሱ እንድሕር ኣጽርዩ ንሱ እንታይ ክኸውን ኢልዎ? ኣቕሓ ኽብሪ ዝተቐደሰ። ክልተ ነጥቢ። ካልኣይ ከ እንታይ ክኸውን እዩ? ንተግባር በዓል ቤት ዝጠቅም። ሳልሳይ ከ ንሰናይ ግብሪ ዝተዳለወ ክኸውን እዩ። ተመልከቱ ቅድስና ዘለዎ ጠቕሚ መዓይይቲ ኣምላክ ክኸውን እዩ። ርእሱ ካብ እንተ ኣጥሪዩሲ ኣቕሓ ክብሪ ዝተቐደሰ ክኸውን እዩ። ንተግባር በዓል ቤት ዝጠቅም ክኸውን እዩ። ንሰናይ ስራሕ ከዓ ኩሉ ሻዕ ዝተዳለወ ክኸውን እዩ። እንታይ ተዳለወ ማለት ኣብ ዝኾነ ሰዓትሲ መን ኣለና ይብልኒ ጎይታ ስኻ ኣለኻ እዮ መን ኣለና ይብል ስኽለኽ እዮ ማለትኪ ኮይንኪ ተዳሊኺ ስለ ዝጸናሕኺ፣ ተፈሊኽሉ ስለ ዝጸናሕኺ፣ ንጎይታ ትነብሪ ስለ ዝጸናሕኺ ኣቕሓ ክብሪ ተቀደሰ ትኾኒ ኮይንኪ ኣለኺ። ንተግባር በዓል ቤት ዝጠቅም ኮይንኪ ኣለኺ። በዓል ቤት ማለት እግዚኣብሄር እዩ፣ ጎይታ እዩ። ዝጠቅም ኣቕሓ ኮንኪ ኣለኺ። ኣብ መጨረሽታኸ ዝተዳለወ ኣብ ዝኾነ ሰዓት ከምዘን ከምቲ ነልዕሎ ዝተዳለወ ንብረትና ኣብ ዝኾነ ሰዓት እግዚኣብሔር ብኣኻ ባህ ይብሎ የልዕለካ ይጥቀመልካ ኣምላኽ እኮ ንሕና ኢና ኣብዚ ምድሪ ብኣና እኮ ትጥቀም መን ኣለኒ እኳ እዩ ድብል ጎይታ መን ክልእኺና እኳ እዩ ድብል ጎይታ ከምዚ ጌርና ርእስና መሰዳለና ንተግባር በዓል ቤት ዝጠቅም ንኸውን፣ ሰናይ ስራሕ ተዳለወ ንኸውን፣ ኣብ ቅድሚ እግዚኣብሔር ቅዱስ ንብረት ንኸውን ተሲእና ክንጽሊ ኢና። ክብሪ ንኣምላኽ ይኹን። ጸሊና ንኣምላኽ ከነመስግኖ ኢና። ክልተ ነጥቢ ኢና ተማሂርና። ብክርስቶስ የሱስ ቅዱሳት ኢና። ጽድቂ ኣምላኽ ቅድስና ኣምላኽ ለቢሽና ኣሎና። ከምቲ ማንነትና ምንባር ግን ናይ መዓልታዊ ስጉምትና ናይ መዓልታዊ ውሳኔና ናይ መዓልታዊ ርእስና ንጸጋ ኣምላኽ ምምዕቋምና እዩ። ሃለሉያ ፓስተር ሮቢ ክጽልየልና እዩ በዚ ኩላትና ህድእ ኢልና እግዚኣብሔር ኣምላኽ ይመስገን ከምቲ ብልቡ ዘሎ ክጽልየልና እዩ ክንጽሊ ኢና እስኪ ሃለሉያ